Hello, this is Microphone Media. Please like, subscribe, and share. Thank you. ጥዕና ሃበለይ ደሓን ዶ ውዒልኩም ደሓን ደሓ ዴርኩም ኣብ መላእ ዓለም ዘለኹም ሰማዕትና ሰላም ንኣኻትኩም ይኹን እዙይ ማይክሮፎን ሚድያ እዩ ንማይክሮፎን ሚድያ ሓድሽ ዝኾንኩም ከዓመ እንኳ ዳህና መፃኹም እናበልና ናይ ኩሉ ሻዕ መድመጽቲ ናይዚ ቤተሰብና ኣካል ኮይንኩም ክትቅጽሉ ሰብስክራይብ ዘይገበርኩም ሰብስክራይብ ግበሩ ላይክን ሼርን ጌርኩም ንክትጅምርዎ እውን ብክብሪ ንሓተኩም ሰማዕትና። እዙይ ኣገዳሲ ኣገዳሲ ዝኾነ ሓበሬታ ስለ ዝኾነ ዲዲኣር ይካየድ ኣሎ እንትበሃል ተሎ ኣብ ሙሉእ ዓለም ዘሎ ህዝብና ሰራዊት ትግራይ ዕጥቁ ይፈትሕ ኣሎ ድዩ ሄዚ ንምንታይ እዩ ዝፈትሕ ዘሎ ብዙሕ ነገር ትልእኹልና ትፅሕፉልና ትድውሉልና ኣለኹም እሞ ጠቕልል ኣቢልና እንታይ ዝካየድ እንታይ እዩ ዝካየድ ዘሎ ሕዚ? DDR እወ ይካየድ ኣሎ እዩ። መን እዮም ግን ብቲ DDR ወይ ከዓ ዕጥቆም እናፈትሑ ናብ መሰልጠን ዝኣትዉ ዘለዉ ወይ ከዓ ንገገዝኦም ዝስደዱ ዘለዉ ኢልኩም እንድሕር ሓቲትኩም ግን መልሱ ብጣዕሚ ዘሕጉስ እዩ። እዞም ሰባት እዞም ዲዲኣር ዝካየደሎም ዘሎ ሰማዕተይ ናይ ጀነራል ፍስሃ ማንጁስ ዝተዛረቦ ብጣዕሚ ብጣዕሚ ከየምልጠኩም ሰለስተ ደቂቃ እያ ብደንቢ ገርኩም ክትሰምዕዋ እየ ዝደሊ ግን ከ እዘን ሀዚ ዝዛረበን ዘለኹ ስለ ዘይውስኸን ትፈልጥዎ ኢኹም ወይ ከዓ ሚርድኦ እዩ እቲ ህዝቢ ኢሉ ይኹን ወይ ዘይሓሰበሉ ቀሪ ይኹን ኣይፈልጥን ስለ ዘይተዛረቡ ከብርሆ ስለ ዘለኒ እየ ኣነ ደዊለ ነይረ ናብ መቐለ ዝነገሩኒ እዚ ክነግረኩም ሜን እዩ ዲዲኣር ዝካየድ ዘሎ ኣበይ ዘሎ እዩ ክንደይ ህዝቢ ዲዲኣር ዕጥቁ ዝፈትሕ ዘሎ ኢለ ሓቲተ ስለ ዝነበርኩ እንካብኡ ካብቲ ግንባር ዝረኸብኩዎ እየ ናባኻትኩም ከምፀልኩ እቲ ሀዚ ዝካየድ ዘሎ ዲዲኣር ወይ ከዓ ዕጥቂ ምፍታሕ ዝካየድ ዘሎ ቅድሚ ሀዚ ተጀሚሩ ዝነበረ እዚኦም ከዓ ምንመን እዮም ሽማግለታት ኮይኖም ዕድሚኦም ዝደፍአ ግን ግዴታ ኮይኑ ኣብቲ ናይ ጆኖሳይድ ዝፍፀመሉ ግዜ ዕጥቂ ከዓማይ ኣልዒሎም ዝዋግኡ ዝነበሩ እሞ ንዓዶም ተመሊሶም ዝነበሩ ታደሰዓ ሽሕ ንኸይተምልጦም ንኽወሃቡ ስለ ዝተደለየ ሓደ ካልኣይ ተወቒዖም ተወጊኦም ኣብ ሕክምና ዘለዉ ወይ ኣካሎም ገዲሎም ክዋግኡ ዘይኽእሉ ናብ ገገዝኦም ተሰይዶም ዝነበሩ ኣብ መሐከሚ ቦታታት ዘለዉ እዮም ክልተ በሉለይ መጀመርያ ሽማግለታት ካልኣይ መናእሰይ ኮይኖም ግን ዝተወቕዑ፣ ሳልሳይ ከዓመ ደቂ ኣንስትዮ ኮይነን ቁፅረን ውሑድ ዘይበሃል ከምቲ ናይ ቀደም ቃልሲ ግዘ ዝኽልከል ስለ ዘይኮነ ዝጠነሳ ዝወለዳ ኣለዋ እየን ኣብቲ ናይ ዓሰርተ ሸውዓተ ዓመት ተጋዳላይ ምስ ተጋዳሊት ርክበ ይገብርን ተጋዳላይ እንድሕር ኮይኑ በቃ ርክብ ዝበሃል የለን ኣብ ክልቲኦም ነይሩ ሀዚ ግን እሱ ዝኽልክል ነገር የለን ስለዚ ከምኡ ዝጠነሳ ዝወለዳ ናይ ተፈጥሮ ነገር እዩ ተጋሩ ከዓ ክውለዱ ክበዝሑ ሽሕ ሽሕ ዝከኣል ተዝኸውን ተዝወልዳ ደስ ምበለና ህዝብና ብሰላሳ ዓመት ብዕስራ ዓመት እናመፀ ውግእ እናተለዓለ ቁፅርና ውሒዱ ዝኒሆ ንምንታይ ከም ምዃኑ ህዚ ምግማት ኣይትስእንዎን እንተስ ብዓሰርተ ዓመት እንተስ ብሰላሳ ዓመት እንተስ ብሚእቲ ዓመት እናመፁ ስለ ዝጭፍጭፉና እዮም ሓደ ሚልዮን ህዝቢ ያውም እቲ ዝተቖፀረ እዩ እምበር ኣብ በየም ስደተኛ ካምፕ ዝኒሆ ክንደይ ይሃልቕ ከም ዘሎ ክትግምትዎ ትኽእሉ ኢኹም ስለዚ ዝወለዳ ሓደ ካልኣይ ተወቂዖም ዘለው ዋግኡ ዘይኽእሉ እንተሰብ ሆስፒታል እንተሰብ ግገዝኦም ዘለው ኣካሎም ዝጎደለ ንዓዶም ንትግራዮም ክብሉ ኣካሎም ዝሃቡ ሳልሳይ ሽማግለታት ኮይኖም ንዓዶም ተመሊሶም ዝነበሩ ንሳቶም እዮም ዲዲኣር ዝካየደሎም ዘሎ ኣብዚ ሀዚ እዚ እዋን ኣክቲቭ ዝኾነ ክዋጋእ ዝኽእል መንእሰይ ኣብ ካምፕ ዘሎ ዕጥቂ ምውራድ ኣይተጀመረን ንዚኣ ንምንታይ እዩ መኣዝ እዩ ዕጥቂ ዘውርድ ሰራዊት ንሱ ተስ ክልተ ሚእትን ሰብዓን በልዎ ተስ ሰለስተ ሚእቲ ሽሕ በልዎ ጀነራል ፍስሃ ኪዳኑ ወይ ከዓ ጀነራል ፍስሃ ማንጁስ ማንጁስ ማለት እንታይ ማለት እዩ ኢልኩም ዝፀሓፍኩምለ ኣለኹም ሰማዕተይ ማንጁስ ማለት ብጣልያንኛ እዩ ቆልዓ ማለት እዩ ፍስሃ ኪዳኑ ንክጋደል እንትወፅእ እንተሎ ተጋዳላይ ፍስሃ ኪዳኑ ወይ ከዓ መጀር ጀረናል ፍስሃ ኪዳኑ ንክጋደል እንትወፅእ እንተሎ ቆልዓ ስለ ዝነበረ ማንጁስ እዮም ዝበሃል ነይሩ። ቆልዑ ኮይኖም ዕድሚኦም ወይ ንኣሽተይ ዝመስሉ ስቑኢሎም ደቐቕ ዝበሉ እንተኮይኖም ወይ ከዓመ ዕድሚኦም ንእሽተይ ዝኾኑ እንተኮይኖም ማንጁስ እዮም ዝበሃል ነይሩ ማናጁስ። ስለዚ ፍስሃ ማንጁስ ዝበሃል ካልእ ትርጉም የብሉን እዚ እዩ። ቆልዓ ኮይኑ ተጋዲሉ ስለ ዝነበረ እዩ። ስለዚ ፍስሃ ማንጁስ ሄዚ ንፌደራል መንግስቲ ተርር ዝኾነ ዘሕብን መልሲ ይበሎ ክሻዕ መጨረሻ ስምዕዋ ከምቲ ዝበልኩኹም ሰለስተ ዳይቓ እየን ሓቢርኖ ንስማዓዮ ናብኡ ንሕለፍ።
መስርሕ ቅድም ኢሉ ተጀሚሩ ነይሩ ኢዩ። ብዝተፈላለየ ምኽንያት ተቋሪጹ ነይሩ። እዚ ናይ ሕጂ ዲዲኣር ግን ብዝተኻለ መጠን ናይ ዲዲኣር መስርሑ ሓልዩ ክኸይድ ብዕቱብ ክንሰርሐሉ ኢና ኢልና ኢና ንኣምን። እዚ ሓደ ምዕራፍ ኢዩ። እቲ ቀጻሊ ምዕራፍ እውን ከምኡ ኢሉ ብተጎራረሰ መንገዱ ክቕጽል ድሌትና ብወገንና ምንም ዘጠራጥር ነገር የለን ዲድኣር ግን ናይ እቲ ኩሉ ናይ ስምምዕነት መግለጺ ኣይኮነን ሓንቲ ሓንቲ ጫፍ እያ እምበር ልእላዊ ግዝኣትና ንክምለስ ህዝብና ናብ መረበቱ ክምለስ ስሩዕ ንርኡን ሰላሙን ከጠዓዕም ክቕጽል እንተኾይኑ ቅድሚ ኩሉን ልዕሊ ኩሉን ብቲ ስምምዕነት ናይ ፕሩተርያ መሰረት ክፍጸም እንተተኻኢሉ እዩ። ካብቶም ስምምዓት ብዙሕ ዘይተተገበሩ ዝቐርዩ ኣለዉ። ብፍላይ ከዓነ ኣብ ናይ ህዝቢ ትግራይ ዓርሰ ዓርሰ ውሳነ ዓርሰ መሰሉ ምርግጋጽ እቲ ልዑል ቦታ ዘለዎ እቲ ሕገ መንግስቲ ተግባራዊ ምግባር እዩ። ኣብ ትግራይ ይኹን ኣብ ኢትዮጵያ ጠቕላላ እቲ ሕገ መንግስቲ ተግባራዊ ዘይኾውን እንተኾይኑ ካብ ናይ ኩሉ ሻዕ ቐውስን ዕግርግርን ዘይተደለዩ ናይ ህይወትን ናይ ኢኮኖምን ጥፍኣት ከስዕብ እንተዘይኮይኑ ብጀካ ሰላም ናብ እቲ ስምምዕነት ምፍፃምን ካሊእ ኣማረፂ የዋፅእ ኢልና ኣይንሓስብን። ዝፀንሐን ዘሎን ዝቕፅልን እምነትና እዩ። ሕጂ እውን እንተኾነ እዚ ዲዲኣር ተጠናኺሩ ክቕፅል እንተኾይኑ ብቶም ንግዝያዊ ምምሕዳር ዝተውሃቡ ሸውዓተ ነጥብታት ሙሉእ ንሙሉእ ተተግቢሮም ህዝብና እውን ዝዓግበሉ፣ ሰላም ዝረኽበሉ፣ ፍትሒ፣ ሰላም ንቐፃሊ ዝረጋገፀሉ ክኸውን ኩልና ኣበርቲዕና ክንሰርሕ ከምዝኾንና ኣጋጣሚ ብዘጋጣሚ እዚ እናገለፅኩ ብዋናነት ግን ፈደራል መንግስት ኣብዚ ዘለዎ ቁርፀኝነት ተየማናታኢ ክፍፅም ክኽእል ኣለዎ። ብኣና መርኣዪ እዩ እዚ ንገብሮ ዘለና ቅድሚ ሕጂ እውን ተኣማሚንና ሰላም ቀፃሊ እዩ ኢልና ሕጂ እውን ሰላም ክቕፅል እዩ ኢልና ንገብሮም ነገራት ኣለዉ። ምስ ሙሉእ ዓቕምታትናን ምስ ሙሉእ ናይ ህዝቢ ትግራይን ድልየታት ኮይንና ኢና ሰላም ንፅበዮ ዘለና ክትግበር ንብል ዘለና እምበር ለመንቲ ንሕና ተኾብቲ ካልኦት ኮይኖም ክረእዩ ዝግበኡ እውን ኣይመስለናን። ስለዚ ናይ ሓባር ውዕል እዩ ዘለና። ናይ ሓባር ሰምምዕነት ክፍፀም ክግበር ክኽእል ኣለዎ። ካብዚ ወፃኢ እንተኾይኑ ፅቡቕ ኣይመፅእን ንኹላትና ዝብል እምነት እዩ ዘለኒ። የቐንየለይ።
ባርከስ ሰማዕተይ መቸም ፍስሃ ማንጁስ ከንደይ ዝኣክል ጅግና ምዃኑ ትፈልጥዎ ትኾኑ ኢኹም ኢለ እየ ዝኣምን። ንነዊሕ ግዘ ዝተቓለሰ እዩ። ኣብዚ ኣብ ኣሜሪካ እዩ ነይሩ እቲ ውግእ ክጅመር ተሎ ኒውዮርክ እዩ ነይሩ ካብ ኒውዮርክ ትግራይ ተወሪራ እያ ምስ ተባሃለ ኩሉ ነገር ራሕሪሑ ብዝተፈላለየ ዓድታት ኣቆራሪፁ ንትግራይ ዝኣተወ እዩ ብዙሕ ነገር ብዙሕ ነገር ዝሰርሖ ኣሎ ግዚኡ እንትኣክል እንተሎ ዝወፅእ እዩ እዚ ከዓ ናይቲ ፀጥታ ናይ ትግራይ ሓላፊ ኮይኑ ዝሰርሕ ዘሎ እዩ ፍስሃ ማንጁስ ወይ ፍስሃ ኪዳኑ ተጋዳላይ እንተበልናዮም እዩ ብጣዕሚ ደስ ዝብለና ኣነ ካብ ተጋዳላይ ንላዕሊ እኮ ምንም ነገር የለን ህይወተይስ ንህዝበይ ንዓደ ኢልካ ካብ ምሃብ ዝበለፀ እንታይ ኣሎ ካብዚ ዝለዓለ ወዲ ሰብ ክገብሮ ዝኽእል ኣሎ ኣካለይ ህይወተይ ንህዝቢ ከባዕ እየ ክጋደል እየ እንተኢልካ ኩሉ ነገር ራሕሪሕኻ እሞ ከዓሚ ካብ ዝተመቻቸወ እሞ ከዓሚ ስድራ ዘለካ እሞ ከዓም ዕድመኻ ደፊኡ እናሃለወ ዝግበር ነገር ብጣዕሚ ብእውነት ካብዚ ንላዕልስ እንታይ ክበሃል እዩ ሓወልቲ ንንሕድሕዲኦም ክስረሐሎም ይግባእ እዩ ስማት መንገድታት ከባቢታት እዞም ጀጋነና ብምልኦም እዚ ካብ ኩሉ ንምንታይ እዩ ጌታቸው ጌታቸው ፃርቃን ፃርቃን ንብል ምክንያቱ ብጣዕሚ ነኽብሮም ስለ ዝነበርና ሕዚ ግን ሙሉእ ንሙሉእ ናይ ብልፅግና ኣባላት ከም ዝነበሩ ስለዘረጋገፁልና እዩ ካብ ብልፅግና ሓሊፎም እውን ንካልኦት ዓድታት ይሰርሑ ከም ዝነበሩ ስለ ዘረጋገፅና እዩ እዚ እዩ ምክንያቱም ናይ ልቢ እውን ክጋደል ካብ ኣሜሪካ መጠን ከይዱ ናብ በረኻ ዝኣቱ እኒሆ ንባዕሉ ጨኒቕዎ ከዓ ከይተሓዝ እንተስ ምስ ሸዓብያ ቂም ስለ ዘለዎ ሸዓብያ መፂኦም ክኣስረኒ እዮም ኢሉ ይኹን እንተስ ምስ ዓብዪ ኣሕመድ ቂም ዘለዎ ኮይኑ እሞ ዓብዪ ኣሕመድ ክቐትለኒ እዩ ኢሉ ይኹን ናብ ትግራይ ዝመፀ እውን እሞ ከዓማ ኣብኡ ኮይኑ ኣብቲ በረኻ ኮይኑ ነቶም ፀላእቲ ዝስልል ናይ ትግራይ ሰራዊት ክብትን ዝምፍትን ናይ ትግራይ መራሕቲ ከይዱ ተሰደቱ ዝብል ሕዚ ምሉእ ንምሉእ ሚእቲ ብሚእቲ ተረጋጊጹ ብዙኹለይ ጸርፍዎ ገለ ዝብልዎ ዝነበሩ ለካ ኮነ ኢልካ ጽረፉ ንግዲ የለን ግን እቲ ምሽጢራት እናውጽኹም ስለዱለይ ዝብሉ ስለ ዝነበሩ እዩ እዚ እናዋልኩ ንህዘው ዝይኣኽለኒ ሻዕ ዝቕጽል ግዜ ሰላም ደሓን ውዓሉ ደሓን እደሩ ቻው